ምልስ ኢላ እነይ ድንቂ ሱስዋ ግን ግን ግን ኣይትበሊ ስራሕኺ እዩ ንሰን ቀልጢፍኪ ዕይ ዕይ ኣብልየን ኣጋይሽ ስለ ዘለውና ካብ ዘመን ክተፍልሕዮ ኣንጻሕሊ ኣቢልኪ ሰስኒ እሞ ጣይ ትሃብኒ ድቁስ ጌርኪ ከይበልክዋ ወይለይ ጸብሒ ክተፍልሒ እንዲኺ ሓደ ኣፉ ጠብርያ ትርኑዕ ጻሕሊ ጌርኪ እናበልኩ ስራሐይ ንምልኣም ደፋእፋእ በልኩልኪ። ንማይ እንትወርድ ኣብ ማዓንጣይ፣ መጎልበቢ እንትደሊ ኣብ ርእሰይ ጌረ ዝርብሐላ ቀያሕ ሻርበይ ስለ ዝጠፍኣትኒ ርእሰይ ሰቴ ሓመድ ደንባይ ባዕሉ ይፈልጥ ወትሩ እንድየ ንሓመድ ዝመሓዝዮ ብሰንኪ ንዓይ ምፍታው እንትርዮ እንትርዮ ኣብ መርዓይ ዓርኪ ርእሲ ኮይኑ ከየግንዮ ዓድና ወርጭያ ሰሪሓት ንመርዕኡ እያወዮ ጓል ጉልበታ ከይነክይት ትዕየ ተዘይኮይኑ ኣይርከብን ንዓኣ ዝምርዖየ ስለ ዝበሃል ከይተርፍ ብደወይ ቀርየ ከብደይ ሓቚፈ ጸብሐይ ናብ ምፍላሕ ኣትየ። እቶም ኣጋይሽ መዓር በሊዖም ዝልከዩ እንድዮም ገዛና ከኣ ምእንቲ ክበሃሉ ሃቡና ጓልኩም ንሶም እንትመጹ ሓመድ ሸይጥካ ከርሶም ይቕመም። ኣቤት ኣሻዊ ዝወጽእ ወጻኢታት ካብ ድቁስን ጣይታን ምገላገለና ዓመት። ብዝኾነ ብላዕ ሓላፊ ሽም ተራፊ ስለዝኾነ መረዋና ጽዋ ሃራፊ ደቂ ማርያም ሓዚና ሓመድና ንፋፊ ኣትዮ ካብ ብለይቱ ጠምያ ዘይተዓንገለት ጦልቂማ ዶ ትኾን ካብታ ዝፈላሐት ዋይ በልኩም ዶ ጽጽጽጽ ዓረበት ዓረበት ኦይ ምህላው ሰለኹ ምስ ከርሰይ ዝደረቐት። ንኽበልዕ ኣፈይ ማይ መሊኡ ልበይ እንትቕሎ ናብ ውሻጠ ኣትያ እነይ በለትኒ ኣጋይሽ መፅዮምሞ በሊ ቶሎ ቶሎ ኣቱም ዓርከይ ናበይ'የ ዝምቀሎ ጣይታይ ናብ ምቕራብ ኣተኹ ከብደይ እናሃለሎ ዝተረፈ የለን ሜሱ ስዋኡ ጣይትኡ የለ ሕብሽ ተጓጉኡ ሃፍተ ገነት ገዛና ሓጢጥካ ተሰናዲኡ ማይ ጨን ውሻጠና ብሽሻይ መሊኡ እምበኣይ ዛጓለይ ኩሉ ቀሪብና ስለዚ ጸልመታ ክተብርህሎም ከም ባህልና ቅራሮት ሒዝኪ ሃየ ንዕና ደው ኢልኪ ክተብልዕዮም ጎብለል ዓድና ዘይትሓልፈላ ከርሲ ኢለ እናተራገምኩ መብራህተይ ኮሊዐ ኣብ ጥቕኦም ደወልኩ ሰላምትኦም ሃቡኒ ልቓሐይ መለስኩ ላምባይ ሒዘ ንኦም ከብልዕ ደኒነ ተረፍኩ። እዋይ ኣሻዊ ከብዲ ኣእዳው ተዝህልዎ እቲ ሰፍ ኣልዒሉ ኣብ ርእሱ ምኻዕዎ። ኣበይ እሞ ክዕድሎ ተፈጥሮ እንዶ ከሊእዎ። ንሶም ከ እዋይ ንቀደም በል ዶ ተትብሉታ ዘይጠስመን ጸረር ዘይቀምሸን ወለል ኮይኑታ ግና ውሕልናይ መስኪረ ኮይኖ ሓለ ዘወለድታ በቃ እምበኣይ ተረፍ ክበልዕ እየ ኢለን ትህቅን ሸሓነናን ኣፎምን ይጠማመታ ተዓራሪኸን።

ካበይ ዝተገነ እዩ እናበልኩ ሕምብሊል ጣይታይ ዓሚኸ ሓሙሽተ ጽባሕ እየ ጥሒል። መብራህቲ ሒዛ ቈልሓ ትብለይ መጸት። ዓይኒ ዓይነይ ሪኣ ኣንዊሓ ሰሓቐት። ቅድመይ እንትጥምት ተረድኣኒ እንታይ ከም ዝኾነት። ለካ ጓል ሓትነይ በሸሮ መሕጸቢት ምስ ሰኣነት ኣብቲ ጥርሑ ጻሕሊ እያ ዳካ ዝደፍእት። ኩምራ ነገር ኣሎ ብዕኹቲ ዘይጽወ ምሽጥር ዘይብሃል ኣይተሸጎረን ግን ዝተገምቦወ ውሻጠይ ውሻጠ ኮይኑ ዝዓነወ ሕሩም ብእምኒ ውሻጠ እዩ ኣፍደገይ ዝመቸወ። ማይከይ ኮፍ ኣቢሉ እየ ዘጨብጭበልኪ ናይ ብሓቂ።